ናብ ብዙሓት ኣጓላት ጥያቄ ኮይኑ ለሎ ነገር ሓደ ነገር እንዮ ሓደ ወዲ ከፍቅረን እንተሎ ብምንታይ እየ ክፈልጦ ናይ ማን ሃም ላፍቀረንስ ብምንታይ እየ ክፈልጦ ብጣዕሚ ብዙሓት ኣጓላት ጠየቅናኒ ሓደ ወዲ እንድሕር ናይ ማን ኣፍቂሩ ዝረእዮ ሓሙሽተ ምልክታት እንዮ እዘን ሓሙሽተ ምልክታት ናብ ማን እንድሕር ሪኢክየን ኮይንኪ እመንኒ እየ ድብለኪ ኣለኩ እዚ ወዲ ብግልስ ካዕልብልዮ ኣፍቂርኪ እንዮ ሰላማት ክቡራት ተኸታተልተይ ሎማዓንቲ ላምቲ ልሙድ ንፍቕራዊ ህይወትክን ክጠቅም እዩ ልለ ሓሰብክዎ ሓሳብ ሒዘልክን መጽየ እኔኹ እዚ ቪድዮ እዚ ክሳዕ መጨረሻ ብምክትታል ካብዚ ቪድዮ ተርብሕትን ክትኾና ይጋብዘክን ኣለኹ ነዚ ቻናል ሓደሽቲ እንድሕር ኮይንክን ለለ እዚ ቻናል ሰብስክራይብ ላገበርክን ቤተሰብ ክትኾና ግብዣና እዩ ሎማዓንቲ ሓደ ወዲ ከፍቅር ተሎ ማለት ኣወዳት ስለልኾና ንሕና ወድም ሰለልኾንኹ ኣነ ፍቕሪ ክሕዘኒ ተሎ ወይ ድማ ሓንቲ ጓል ናይ እማን ስምዒት ሂባትኒ ከፍቅራ ተለኹ እንገብሮን እንኾኖ ነገር እዩ። እዞም ነገራት እንታይ እዮም? እዚኦም ነገራት እዞም ኸዚ ልነግረኪ ኣለኹ ምልክታት እንድሕር ለይርኢኺ ኮይንኺ እመንኒ እየ ልብለኪ ኣለኹ። ወይ ብልኾነ ጥቕሚ ኢኹም ተቐራሪብኩም እኒኹም ወይ ድማ ልኾነ ለግፂ እኒሆ ማለት እዩ። ስኽ ለይተረድኣኪ። ስለዚ እቲ ናመጀመርያ ምልክት ክነግረኪ ሓደ ወዲ ፍቅሪ ክሕዞ ተሎ ናመጀመርያ ልገብሮ ይቅብጠኪ ይቅብጠኪ ይቅብጠኪ ማለት ክነግረኪ ብደንብ ተርድኒ ልደሊ ማለት እዩ ልኮነ ነገር ስለ ልገብረልኪ ወይ ደሞ ከቅብጣ ኢሉ ምናምን ልኮነ ሃም ኣይኮነ ይቅብጠኪ ሎ ማለት ሙሉእ ነጻነት ሂውኪ ኣብ ሂወትኪ ደስተኛ ኮይንኪ ደስ ሃም ልበለኪ ትኮኒ ደስ ሃም ልበለኪ ድማ ትገብሪ ሃም ዝልኪ ትኮኒ ይገብረኪ ማለት እዩ ፍሪ ይገብረኪ በቃ ልቆጻጸረኪ ካብ ፍቅሪ ልተላዓለ እዩ ይርደኣኪ እዩ ፊል ትገብርዮ ኢኪ ወይ ደማ መብትኪ ትጥቀም ተለከ እዚ ልኣብነት ተባኢስኪ ኣይመጽ ኣይከዲ ትብልዮ ተለኪ ስልክ ትዓጽዮ ተለኪ ምናምን ጀስት ኣንደርስታንድ ይገብረኪ በቃ ቅብጥብጥ ትብል ተለኪ ሲ you know ፍሪደሙ ይበኪ ማለት እዩ ምቅባጥ ማለት እዚ ባይ ዘ ወይ ፍሪ ምግባር ሓንቲ ጓል ፍሪ ክሳብ ትኾን ብደንብ ብደንብ ሙሉእ ኮይና ኣብ መጻምዳ ሃምደስተ ኣልክ ትኾን ምፍቃድ ማለት እዩ እዚ እንድሕር ልገብር ኮይኑ ልክትቀልጥን እንድሕር ልገብረኪ ኮይኑ ደስ ልበለኪ ብነፃነት ልክትናገሪ ደስ ልበለኪ ብነፃነት ልክትገብሪ እንድሕር ልገብረኪ ኣሎ ኮይኑ እዚ ሰብ እዚ ናብ መን ፍቅሪ ሒዝዎ እንድዩ እዚ እቲ ናመጀመርያ ነገር እዩ እቲ መበል ካልኣይ ለለ ፍቅሪ ከዘ ተሎ ክትደክመ ይገብረኪ በቃ ወዳት ብባህሪና በቃ ወዲ ኮይንና ክንረእ ስለ ነደሊ በፍላይ ብፍላይ ድማ ኣብ መፃምድና

በቃ ለለዎ ኩሉ እስኺ ንክትገዝእዮ ኣብ ለለዎ ነገር ኩሉ መብት ንክህልየኪ ይገብረኪ ማለት እዩ። እዚ ናብ ማን ለፍቀረ ወዲ ልገብሮ ነገር እዩ ማለት ስጦታ ስለልሃበኪ ወይ ደግሞ ኣይ ላቭ ዩ ስለልበለኪ የፍቅረኪ እየ ስለልበለኪ ምናምን ብኣፉ ሙልጭልጭ ኣቢሉ ስለልነገር ፍቅሪ ይኮነ እዚ ባይዘው ማለት ሓደ ኣክተር ሓደ ድራማ ሰራሒ ይገብሮ እዩ እዚ ኩሉ ይገብሮ እዩ ግን እቲ ስምዒት ኣምፃዮ እንድሕር ኢልክዮ ብጭራሽ ከምፅኦ ይኽእል ሪኺ ስለዚ እቲ ስምዒቱ ብደንቢ ብትሪእነኪ ብደንቢ ተስተውዕልዮ እኒኤኪ እቲ መበል ሳልሳይ ለለ ክነግረኪ ናይ እማን ከፍቅር ተሎ ሓደ ወዲ ምንም ዓይነት ጸገም ካይረኣዮ ጸገም ካይረኣዮ ማለት ያው ጸገም ላፈጠርኺ ምናምን በቀላ ችግር ላፈጠርኪ ምስ ትነብሪ ኢኺ ማለት ለይኮነ ጸገም ኣብ ልተፈጠረ ግዜ እቲ ናትኺ ጸገም ቦልድ ኮይኑ ይረኣዮ ለኣኺ ይቅርታ ልምግባር ኣይችገሪ ለኣኺ ለሎ ነገር ከቢድ ኣይኮነ ተረዲእኪ ስለዚ ሓደ ፍቅሪ ክሕዞ ተሎ ሓደ ወዲ ብቀሊሉ ይቅርታ ልገብረልኪ ኹሩኡ ብጣዕሚ ሃርድ ኣይኮነይ እስኺ ይቅርታ ምናምን ነገር እስካዕ ተረድእዮ እስካዕ ተብራህሪ ኣይፅበይ ኢዝሊ በቃ ልምታ ከምዚ ገይርክ ምናምን ነገር ክብለኪ እዩ ኣብ ልኾነ ሰዓት ለለ በቃ ረሲዕዎ እኒኦ እዚ ሰብዚ ግን ለፍቀረ ወዲ ከምዚ ልገብር ፍቅሪ ለይሓዞ ብልኾነ ጥቅማጥቅሚ ለተተሓሓዝኹም እንድሕር ኾይንኹም ግን እመንኒ እየ ልብለኪ ኣለኹ ሕድ ሕድ ነገራት ይወራረዳ እየን ሕድሕድ ነገራት ስሌት እኔወን እዩ። ለፍቀረ ወዲ ክኾን ተሎ እዩ በቃ ኣባኺ ልቡ ድግፍ ኣቢሉ ኣባኺ ልቡ ድርብ ኣቢሉ በቃ ተዘሊሉ ልነበር ማለት እዩ። ስለዚ ክነግረኪ እንድሕር ኣፍቂሩ ክኾይኑ እንድሕር ናማን ፎትዩ ክኾይኑ እንድሕር ናማን ደልዩ ክኾይኑ እዚ ሰብ እዚ ኣብ ችግርኩም ግዜ ዝኾነ ግጭት ኣብ ልትፈጠረ ግዜ ልዕሊ እቲ ግጭት ሓቢርኩም ወይ ድማ ብሓደ ለቐፅለኩም ነገራት እዩ ክገብር ደልዩ እዚ ናለፍቀረ ሰብ ባህር ብቻ እዩ እዚ ልምስል ወዲ እዚ ልኮነ ነገር ድራማ ልሰርሕ ወዲ ሃም ዘይኮነ ካብኡ ለለ እቲ መበር ራብዓይ ፍቅሪ ይምግበኪ ናዚ ኩሉ ሚስጥር ፍቅሪ ስለ ልኮነ ማለት ክዕገሰኪ ተሎ ወይ ድማ ካቅብጠኪ ተሎ ብዙሕ ነገራት ክገብር ተሎ ምናምን ፍቅሪ ስለ ለለዎ እዩ እስቲል ግን ሓደ ለፍቀረ ወዲ ክነግረኪ ማለት ፍቅሪ ብስሚዒት ኢካ ኮሚኒኬት ትጋባበር ብስሚዒት ኢካ ትረዳዳኣ እምበይ ባንደበት ወይ ብቃል ኣይኮነይ ተረዲኪ ፍቅሪ ይምግበኪ ዶ ፍቅሪ ማለት ወይ ስጦታ ስለ ለሃበኪ ኣይኮነይ ምናምን ኣይኮነይ ምናምን ኣይኮነይ ልብኪ ድርብይ ኣቢልክስ ትነበር ለኪ ዶ በቃ ማለት ኣንኮንሽስሊ ኣብኡ ተደጊፉ ነይሩ ለይተረደእክ ዚ ሎመዓንቲ ብል ትኾንዎ ፅባሕ ብል ትኾንዎ ድሕሪ ፅባሕ ብል ትኾንዎ ብዚ ኤክስፒሪንስ ላገበርኹምዎ ልመፃእኹም ነገር ብምሉኡ ኣብ ህይወቱ ድግፍ ኢልኺ እፎይ ኢልኺ ዶ እንድሕር ለይኾይኑ ስምዒትክ ሃሙክ ክትብል እንድሕር ለይፈቐደልክ እንድሕር ኾይኑ ለለ ልኾነ ፀገም እኒሆ ማለት እዩ። ልኾነ ማለት እስኺ ስለ ለፍቀርክዮ ብቻ ልከይርደእኪ ይኸእል እዩ እቲ ጸገም ግን እንድሕር ናብ ማን እንድሕር ናብ ማን ለፍቀረ ክወዲ ኮይኑ እዚ ሰብ እዚ ኣብኡ ድግፍ ልክትብል ይፈቅደልኺ እዩ ኮንፈርታብል ትኾኑ ይኸ ምቾት ልክስምዐኪ ይገብር እዩ ሪኺ ናብ ማን በቃ እዚ ፍቅሪ ይምግበክ ኣሎ ማለት እዩ። ንሓድ ሓድ ኣጓላት የፍቅረክ እየ ምባል ምናምን ነገር ሮማንቲክ ምዃን እዩ ፍቅሪ ማለት ግን ሃሙ ብቻ ኣይኾነ ክነግረክ ሓድ ሓድ ኣጓላት እኒሀ ከዚ ንኣብነት ብዙሕ ኣወዳት ትቀርባ እሞ ግን ምስዚ ሰብ እዚ ክኾን ተለኹ እዩ ፊውቸረይ ብራይት ልኾን መፃእየይ ብሩህ ልኾን ሲ ምስዚ ሰብ እዚ ክኾን ምዃን ክሓስብ ተለኹ እዩ ኢልኺ ትሓስቢ ልምንታይ መሲልኪ ኣብ ልኾነ ወይ ልኾነ ነገር ርኢኺ ሉ ኔርኺ ልብኺ ክድገፈሉ ልገብር ፅባሕ ምስ ደቅኺ ምናምን ፒክቸር ትገብሪ ተለኺ በቃ ኖርማል ቀሊል ምዃኑ ልክረኤኪ ልገብር ልኾነ ነገር ርኢኺ ሉ ኔርኪ

ተረዲኪ እስኺ ግን እንድሕር ናብ ማን ፍቅሪ ትምገብላ ኮንኺ ናብ ማን በቃ ልብኺ እንድሕር ደርቢኺ ኮይንኺ ካብኡ ውጭ ምንም ክትሓስቢ ኣይትኽእሊ ማለት ፍቅሪ ምግቢ እዩ ፍቅሪ ብዙሕ ነገር ብዙሕ ሓሳባት ይቀይር እዩ ስለዚ እንድሕር ናብ ማን ፍቅሪ ትምገብላ ኮንኺ እንድሕር ናብ ማን ፍቅሪ ተስተማቅርላ ኮንኺ እመንኒ እዚ ሰብ እዚ ኣፍቂሩኪ ኢዩ እዚ ሰብ እዚ ፎትዩኪ ኢዩ እዚ ሰብ እዚ ብለይ ብኣኻ ኣይነብርን ሕሰብሉ እቲ ናመጨረሻ ናናመጨረሻ ለለ ክነግረኪ ናብ ማን ከፍቅር ተሎ ወዲ ከሐጉሰኪ ኢዩ ልደሊ ከሐጉሰኪ ስለ ልደሊ ለለ ማለት ኢዩ ምንም ተሃበኪ ኣይጸግብ ምንም ተሃበኪ ኣይረኸበ በቃ እዚ ሰብ እዚ በቃ ለፍቀረ ወዱ እዩ ሃሙ ዝኾነ ዕምበባ ምናምን ሂብ ምሃብ ምናምን ብቻ ለይኮነሲ ሂበ ኢሉስ በቃ ኣይብል ገይረላ ኢሉስ በቃ ኣይብል እዚ ገይረላ ኢሉስ ኣይሕጎስ እዩ ራይት ስለዚ ሓደ ለፍቀረ ወዲ ናብ መጨረሻ ታርጌቱ እንታይ እዩ ተልኸኝ መፃምዱ ልክትሕጎስ ምግባር መፃምዱ ሃምነብሱ ገይሩ ምፍቃር በቃ እዚ እዩ ናይ መጨረሻ ታርጌቱ። እዚ ኢሉ ክገብር እንደገና ሎማዓንቲ ልኾነ ነገር ይገብር፣ ፅባሕ እንደገና ልኾነ ነገር ክገብር ይምነ፣ ካብኡ እዚ ልተመነዮ ክገብር ተሎ እንደገና ለለ ልኾነ ነገር ይደሊ። ለፍቀረ ወዲ ሃምዚ እዩ ማለት ብለለዎ ዓቕሚ ግዴታ ይኾነ በቃ እዚ ሌግዠሪ ነገር ክገብር፣ ግዴታ ይኾነ ዓብዪ ነገራት ክገብር፣ ግዴታ ይኾነ ወይ ድማ እዛ ፊልም ንሪኦም ነገራት ክገብር እሱ ብልተረድኦ ወይ እሱ ብልኣመነሉ ወይ ግን ልኾነ ነገር ይገብር ዶ? ታይ ይገብረልኺ ኣሎ ከሐጉሰኪ ይሙክር ዶ ወይለለ ትሕጎሲ ኣለኺ ዶ እዚኦም ነገራት እዚኦም እንድሕር ትርእዮም ኣለኺ ኮንኺ እንድሕር ተስተውዕልዮም ኣለኺ ኮንኺ እመንኒ እየ ዝብለኪ ዘለኹ እዚ ሰብ እዚ ብጣዕሚ እዩ ዘፍቅረኪ እዚ ሰብ እዚ ካብ ልቡ እዩ ዘፍቅረኪ ክነግረኪ ምሳኺ እንትን ኣይሕዚ ከምዚ ሙድ ምትሓሓዝ የለይ ኣብ ሓቀኛ ፍቕሪ ምሳኺ ህልኽ ምትሓሓዝ የለይ ምሳኺ ምውድዳር የለይ ምሳኺ ዝኾነ ኮምፕቲሽን የብሉ ሓርሓራት ሰባት ንዮም ንምንታይ እሳ ትድውል መጀመርያ ሎማዓንቲማ እሳ ትድውል ንዮ ናጋ ሓምስታት ልየለይ ኦፍ ኢሎም ልኾኑ እዞም ነገራት እዚኦም እዚኦም ነገራት እንድሕር ለየለው ለዮም ብዝትኽክለኛ ስምዒት ልንፀባረቕ ባይዘወይ ሓደ ሓደ ሰብ በቃ ስኢሉ ብፕሮቶኮል በቃ እንትን ክላስካ ብምሕላይ ደረጃ ብምሕላይ ምናምን ልነብር ሰብ እዩ ኣነ ሃም ኣይኮን ኢለ ኣየ ፍቅሪ ዝኣየ ፍቅሪ ማለት በቃ እዛ ሓደ ኣብዛ ሓደ ልቢ ተዋሒጡ እዛ ሓንትለ ኣብዛ ሓደ ልቢ ተዋሒጣ ግስም ኢልካ ምንባር እዝለ ኣየ ፍቅሪ እዩ እዚ እዩ ኢለካ ቀፅል ልክእል እዚ እዩ ልከይትማነ ልገብር እዚ እዩ ምርድዳእ ቐሊል ልገብረልካ እምበይ እንድሕር ብፕሮቶኮል ቀሪብካ ንስካ ኣብ ልብካ ልገመትካዮ ወይ ካልኩሌት ልገበርካያ ጓል እንያ እሳ እንድሕር ለይመሊኣቶ ትወርደካ እያ እስኽላ ኣብ ልብኽ ኳልኩሌት ገይርኽ ለቀመጥኽዮ ወድ እንዮ እሱ እንድሕር ለይመሊኡ ካብ ልብኽ ክወርድ እዩ እዚ ኣይኾነይ ሪኺ ስምዒት ልበኪ ነገር ክህሊ ክኸእል እንዮ ኣብ ውሽጢ ልዚ ትኾንዎ ኣለኹም ልዚ ትመርሕዎ ኣለኹም ፍቕሪ ክመርሕ ልኸእል ናይ ስምዒት እንቅስቃሴ ወይ ድማ ናይ ስምዒት ምምጥጣን ክህሊ ናይ ግድን እዩ። እዞም ሓሙሽተ ነገራት እንድሕር ርኢኺ ኮይንኺ እንድሕር ለቕብጠኪ ኮይኑ፣ ደኽም ዘይገብር ኮይኑ፣ እንድሕር ጸገም ኽልርዳእ ወይ ድማ ኣብ ግዜ ጸበባኹም ልምርዳእ ናይኺ ችግር እስካዕ ተብራህርሂ እንድሕር ለይጽበ ኮይኑ፣ ብደንቢ እንድሕር ልርደእኪ ኮይኑ፣ ወንዳ ወንድነቱ ከርእየኪ እንድሕር ልምኮር ኮይኑ፣ እንድሕር ክትደኽሚ ለይፈቕደልኺ ኮይኑ፣ ፍቕሪ እንድሕር ልምግበኪ ኮይኑ፣ ከሐጉሰኪ እንድሕር ልጽዕር፣ ወይለለ ምንም ተሃበኪ ለይረክዕ እንድሕር ዓይነት ወዲ ኮይኑ፣ እመንኒ ካብዚ ልሐሸ ወዲ ክተግኒ ኣይክእልን እዩ። ሎማዓንቲ ይነግረኪ ኣለኩ እዚ ሰብ እዚ ኣጥቢቅኪ ሓዝዮ ተለይ ኮይኑ ለባማት እንየዋ ክምንጥላ ክክእላ እየን ናይ ሎማዓንቲ ሓሳበይ እዚ እያ ነይራ ክሳብ መወዳእታ ምሳይ ሰለ ዝፀናሕክን የቀንየለይ እዚ ቪድዮ እንድሕር ተመቺክን ኮይኑ ላይክ ምግባር ከይትርስዓ ንዚ ቻናል ሓደሽቲ እንድሕር ኮይንክን ለለ እዚ ቻናል ሰብስክራይብ ላገበርክና ንኩሉ ግዜ ብልልቀቅ ቪድዮ ህይወትክን ፍቅራዊ ህይወትክን ክተስተካክላ ግብዣና እዩ ኣብ ቀፃሊ ቪድዮ ክሳብ ንራከብ ሰላም።